ወዳ ኣረጋይ ኣነ ድልው እየ እዚ ዝበሃል ዘሎ ጌጋ እዩ ናይ ዲኤንኤ ደመይ ክህብ ከዓ ፈቃደኛ እየ እንተይሉ ዲኤንኤ ክገብር ወድኺ ፍቃደኛ ደኺ
እወ ፍቃደኛ እየ
ኦኬ ኩብራ ተኸታተልቲ ከም ዝሰምዑ ዘለኹም በዚ ኣጋጣሚ እንታይ መስለኩም ንሕና ሰባት ፀሊእናዮም ወይ ፀሪፎምና ኢልና ኣይኮና ንሰባት ንፀልም ኣነ እዚ ኣይገበርክዎን ይብል እንተሎ ኣረጋይ እዚ ፈቃደኛ እየ ስለ ስጋዕ ትብል ዘላ ብሕጊ ክረኽባን ዲኤንኤ ክገብር ንሱ ንሳ እውን ከምኡ ማለት እዩ ንሀ ብዲኤንኤ ናይ ብሓቂ ነዚ ነገር እዚ ኣረጋይ ከፍሽሎ እንድሕር ዳ ኮይኑ ዲኤንኤ ክትገብር ድልውቲ ስለ ዘላ ኣነ ዲኤንኤ ክገብር ድልው ኢሉ ኣብ ማስ ሜድያ ወፂኡ ይዛረብ እሞ ምዛ ሓፍትና ድማ ዋላ ብቐጥታ ምሳይ ኣይራኸብ ምስኣ ከም ዝራኸብ ገይረ ዲኤንኤ ከም ዝገብር ክገብረ ድሕሪ እውን ኣይ ሕጂ
ኣነ ብቐጻሊ ንህዝቢ ከበሳ ንሓማሴን፣ ነኮለጉዛይ፣ ንሰራየ ንኣማኢት ዓመታት ንምኢቲ ዓመት ዘይኮነስ ንኣማኢት ዓመታት እንዳተቃተሉ ውሉድን ወላድን ውሉድ ንወላዲኡ ይቀትል ወላዲ ንውሉዱ ይቀትል እዚ ከኣ መበገሲኡ ካብቶም ባዕዳውያን ገዛእቲ ኣራእስና ብሞደሻ ስለ ዘፍረስዎ ኣንጻር ህይወትና ንኽንቃለስ ኣንጻር እንታይነትና ንኽንቃለስ ኣንጻር ታሪኽና ንኽንቃለስ ኣንጻር እንታይነትና፣ ኣንጻር እንታይ እንታይነትና ንክንቃለስ እቶም ባዕዳውያን ሽዱሽተ ሚእቲ ዓመት ሕርሕራይ ገሮም ብሞደሻ ኣፍሪሶሞ እዮም ርእስና ኣራእስና ማለት እዩ ኢንክሉዲንግ ኣባሓጎታተይ ማለት እዩ ነባሓጎታተይ ኣባሓጎታቶም ኣነ እውን ነፃ ኣይኮንኩን ኣነ ትግራይ እየ ተወሊደ ትግራይ እየ ዓብየ ነገር ግን ኣባሓጎታት ኣለውኒ እዮም ኣብ ከበሳ ኩሉ ተማሂረዮ እየ ኣነ ኩሉ ይፈልጥ እየ ኣነ ነጊረኩም እየ ብቐፃሊ ከዓ ክነግረኩም እየ ኣነ ትውልደይ ብውረስ ተዋራረስ ኣነ መን እየ እንዳበልኩ እየ ዓብየ ኣነ መን እየ ወለደይ ኣባሓጎታተይ ንስኺ መን ኢኺ ኢሎም እዮም ኣዕብዮምኒ ነዚ ከኣ ለይትን መዓልትን ኣብ ልዕሊ ወለደይ ዘለኒ ክብሪ ይገልጽ፣ ኣብ ልዕሊ ኣባሓጎታተይ ዘለኒ ክብሪ ይገልጽ፣ ሳለኦም እንታይ ተሳኢኑ ብርእሰ ተኣማንነት ወጽየ እንታይነተይ ይገልጽ ኣለኹ፣ መንነተይ ይገልጽ ኣለኹ፣ ሳላ መን ሳላ ኣባሓጎታተይ። ስለዚ እዩ ታሪክ ከበሳ ናይ ሚእቲ ዓመት ጥራሕ ኣይኮነን ኣነ ዝፈልጥ ናይ ኣማኢት ዓመታት ህዝቢ ከበሳ ንሕድሕዱ ንክባላዕ ውሉድን ወላዲን ንክቃተል ሓውን ሓፍትን ንክቃተል እዚ ከማን ናይ ብሓቂ ይገርመኒ እዩ ሓያላት እዮም ስጋብ ሎሚ እዕርዮም ዘይምፍራሶም ሓያላት እዮም ዝብል እምነት ኣለኒ። ነገር ግን እዚ ሰልጠነ ግርማይ ዝበሃል ትርእይዎ ዘለኹም ካብ ውረስ ተወራረስ ካብ ኣባሓጎታቱ ዝወረሶ እዩ እዚ ኣብ ትግራይ ደው ኢሉ ገንዘብ ከፊሉ ንሓንቲ ጓል ኣንስተይቲ ትግራወይቲ ገንዘብ ከፊሉ ኣረጋይ ሓጎስ ዝበሃል ሓደ ህውቱ ተሎ ምስኡ ፅልኢት ስለ ዘለዎ ኣረጋይ ሓጎስ ዝበሃል እሲ ወሊድለ እዩ ውላድ ኣለኒ ኢልኪ ተዛረቢ ኢሉ ነታ ትግራወይቲ ኣብ ትግራይ ዘላ ይሓታ ኣሎ መን ሰልጠነ ግርማይ እታ ጓል ኣንስተይቲ እንታይ ትብሎ ኣላ ገንዘብ እንድያ ተኸፊላ ኸፊልዋ እኮ እዩ ሰልጠነ ግርማይ እወ ወሊድለ እዩ ቆልዓ ኣለኒ ኣይሓገዘንን ትብል ራእይዋ ስ- ኣረጋይ ሓጎስ እውን እዚ ህውቱት ሰብ ተዝኸውን ነሩ ናይ ፍጡር ኣተሓሳስባ እንተ ዝህልዎ ነሩ ብቐሊሉ ዲኤንኤይ ኣስሪሑ ነፃ ክወፅእ ምኸኣለ ነፃ ምውፃእ ጥራሕ ዘይኮነ ንሰልጠነ ግርማይ ኣብ ዘይወፀሉ ጉድጓድ ከእትዎ ነሩ እዩ ኣብ ዘይወፀሉ ጉድጓድ ንምንታይ ገንዘባዊ መቕፃዕቲ ኣሎ እዩ ፀለመ ስቂልካ ዝኽየድ ኣይኮነን ፀለመ ስቕ ኢልካ እትሓልፎ ነገር ኣይኮነን ብሕጊ ዓለም እተደንገገ ኣሎ ብዛዕባ ፀለመ ብገንዘብ ክቕፃዕ እዩ ሰልጠነ ግርማይ ከምኡ እውን ናብ ሕጊ ክቕርብ እዩ እዚኣ ግን ኣይገበርዋን ክልቲኦም ኣረጋይ ሓጎስ ዲኤንኤ ኣይሃበን ሰልጠነ ግርማይ እውን ነፃ ወፂኡ ማለት እዩ እዚ ኩሉ ፀለመ ሰሪሑ ግን ንምንታይ እዩ እየ ዝብል ዘለኹ ኣነ እንታይ ኣድለየ እየ ዝብል ዘለኹ ኣነ ኣዳምፅዎ ድሕሪኡ ናይ ዲኤንኤ ውፅኢት ገይሩ ነቲ ሓሶት ኢሉ ከፍሽሎ ናይ ብሓቂ ክበድህ እንተኮይኑ ነዚ ሓሶት ክብሎ እንተኮይኑ ብዲኤንኤ ገይሩ ጥራይ ኣይኮነን ክብል ዝኽእል እንተዘይኮነ ከምዚ ገይሩ ንዓሰርተ ሽዱሽተ ዓመት ጠሊምዋ ከብቅዕ ተመሊሱ ከኣ ሕጂ ኣብ ልዕሊ ክሕደት ክሕደት ክፍጽም ምዃኑ ርዱእ እዩ። ናብታ ብዝሓለፈ ይርጋኣለም ኣብ ዝጸሓፎ ጽሑፍ ኣነ መኣስ ኢትዮጵያ ከይደ ከመይ ጌርኩም ከምዚ ትብሉኒ እዚ ሓሶት እዩ ይብል ኔሩ። ሓሶት እቲ ትብል እንተኾይንካ ትብዓት ይሃልኻ ሰብኣይ ኩን ዲኤንኤ ግበር። እዛ ሓፍትና ኣነ ዲኤንኤ ክገብር እንድሕር ድኣ ይኽሕድ ኣሎ ኣነ ኣይወለድኩን ወደይ ኣይኮነን ዝብል ተሎ ዲኤንኤ ክገብር ፍቃደኛ እየ ናይ ዲኤንኤ ምስክር ግን ንዓኣ ይኹን ንዕኡ ስለዝወሃቦም ኣብታ ዲኤንኤ ከኣ ኣብዚኣ ክንመጽእ ኢና ማለት እዩ። ስለዚ ዲኤንኤ ሪዛልት ወይ ውፅኢት እንድሕር ተዋሂቡ ኣብዛ ሜድያ መፅያ እንደገና ክትዛረብ ንሱ እውን ናይ ዲኤንኤ ውፅኢት ሒዙ ኣብ ሜድኡ ክዛረብ እዚኣ ጭብጢ ተጨባበት እያ ኢማጂን እዚ ሰብ እዚ ሲ ትግራዋይ ቆልዓ እዩ ዘለዎ ኣብ ኣብ ልዕሊ ትግራይ ከካይዶ ዝፀንሐ ፀለመን ፀርፍን ህዝቢ ትግራይ ክጠፍእ ኣለዎ እንዳበለ ክኸይድ ፀንሐን ኣቱም ሰባት ኣቱም ሰባት ንገዛእ ውላዱ ኣይኮነን ዶ ወሊዱ እዚ ከም ሰብ ከም ፍጡር እኳ
ስማዕ ሰልጠነ ግርማይ እስኻ እውን ኣብ ልዕሊ ተጋሩ ዘለካ ፅልኢት ልዕሊ ኣረጋይ ሓጎስ እዩ ኣይምሰልካ ኣይምሰልካ ኣይምሰልካ እየ ዝብለካ ዘለኹ ንስኻሲ ብናትካስ ኣተሓሳስባ በታ ሓንጎልካ በቃ ብጀካ ንስኻ ዝሓስብ ሰብ የለን ኢልካ ኢኻ ትኣምን ኣንፎርችነትሊ ኣነ ግን እፈልጥ እየ እዚ ኩሉ ትገብርዎ ዘለኹም ኣረጋይ ሓጎስን ሰልጠነ ግርማይን ኣብ ልዕሊ ሂወቶም ሂወቶም እኮ እዮም ዘዋርዱ ዘለዉ ሂወቶም እታ እንኮ ሂወቶም ጉድጓድ ኩዒቶም ይቐብርዎ ኣለዉ እታ እንኮ ህይወቶም ብድልየቶም ጉድጓድ ኩዒቶም ዝቐብሩ እንታይነቶም ዝቐብሩ ትውልዶም ዝቐብሩ ኣረጋይ ሓጎስ ሰልጠነ ግርማ ይበሃሉ። ኣይተፈለጥናን ግን ከይትብሉ

ኣረጋሽጎስ ማለት ተዓጊቶ ቤተሰቡ እዮም። ቤተሰቡ ተጋሩ ኣብ ዓዲግራት ኣለውዎ ቀረባ ቤተሰቡ ማለት እዩ ንኣረጋይ ሕጂ ንምንታይ እዩ ሰልጠነ ግርማይ ወይ ከዓ ተፈታዊ ሸው እዛ ስራሕ እዚኣ ከም ማእለምያ ማእለምያ ትፈልጡ ዲኹም ዘኣልማ ዘሎ ምስ ኣረጋይ ሓጎስ ባእሲ ኣለዎ። ንኣረጋይ ሓጎስ እስኻሲ ትግራዋ ኢኻ ንኽብሎ እዩ። ንምንታይ ኣረጋይ ሓጎስ ንተጋሩ ስለ ዝጸልእ። ስለዚ ተጋሩ ኣይትጽላእ እስኻሲ ሙሉእ ስድራ ቤትካ እኮ ተጋሩ እዮም እዩ ዝብሎ ዘሎ እዚኣቶም ክልቲኦም መንነቶም፣ እንታይነቶም፣ ትውልዶም፣ ጉድጓድ ኩዒቶም ዝቐብሩ ዘለዉ ብሂወት ዘለዉ ሬሳታት ማለት እዩ። ብሂወት ዝንቀሳቐሱ ሬሳታት እዮም እዚኦም። ቀጽሊ። እቲ ጉዳይ ኣረጋይ ሓጎስ ቆልዓ ኣለዎ ምስኣ እቲ ቆልዓ ከማን ኣሪኦምናዮም ኣብቲ መደብ ከይድኩም ኣብቲ ናይ ሰልጠነ ብዓቢኡ ባዕልኩም ረእይዎ ኩሉ ሕጂ ከኣ ከምኡ ኢሉ ሃብ ቅድሚኡ ንጆርጆ ድራር ዝባሃል ሃእ ሓለሎ ኣብ ዩቲብ ዝዛረብ ሰብኣይ ንዑ ከኣ ሰበይቱ ካብ ትግራይ እያ ትመጽእ ክብሪት ይሃበን እንታይ ኢላ ንሓፍትና ያታኣላ ስምዑ

ኣፍቲ እንዳ እንዳቦኣ ሓልመ እንተ ሕልፍ ኢልካ ካብ። እዚ ከኣ ሓደ ጸለመ ንጆርጆ ድራር ዝበሃል ኣዝዩ ጥራሕ ትምህርቲ ዘይኮነስ ብተፈጥሮኣዊ ብሩህ ኣእምሮ ዘለዎ ካታተሎ እየ ኣነ ብሩህ ኣእምሮ ዘለዎ ጆርጆ ድራር ዝበሃል very educated, highly intelligent and brilliant ጆርጆ ብራን ጆርጆ ድራር ርእይዎ እንታይ ጸለመ ይገብረሉ ኣሎ ሰልጠነ ግርማይ ኣብ ልዕሊ ጆርጆ ድራር ጆርጆ ድራር ግን ሰብ እዩ ወዲ ሰብ እዩ ንዕቕ ኣቢሉ ደብርዎ መዛርብቱ እውን ክኸውን ኣይክእልን እዩ ጆርጆ ድራርን ሰልጠነ ግርማይን ሰማይን መሬትን ኣተሓሳስባ እዩ ዘለዎም ጆርጆ ድራር ወዲ ሰብ እዩ ብሓቂ እውን ወለዱ ብስርዓት ናይ ጆርጆ ድራር ወለዲ ይባረኹ ይባረኹ ንምንታይ ብስርዓት እዮም ኣዕብዮሞ ብፍቕሪ ብሰላም እዮም ኣዕብዮሞ ናይ ሰልጠነ ግርማይት ኣተዓባብያ ውፅኢቱ ኣብ ወዶም ኣብ ሰልጠነ ንሪኦ ኣለና

እንጀራ ማይ ስለ ዝደልያ እዚ ኢልክን ተዛረባ ጸለመ ኣብ ልዕሊ ጆርጆ ድራር ጸለመ ኣብ ሙሉእ ሕብረተሰብ ኤርትራ ንኽስራሕ እዚ ሰልጠነ ግርማይ ወይ ከኣ ተፈታዊ ሸው ኪዱ ቤተሰቡ ኣጽንዕዎም ቤተሰብ ኣለውዎ እዮም ወለዲ ኣለውዎ ኣሓትን ኣሕዋትን ኣለዎ ኣበይ ኣለዋ ኣበይ ኣለዉ መን እዩ ወዲ መን እዩ ኣጽንዕዎ ሰልጠነ ግርማይ ዝበሃል ፍጡር ዝገርም ሰብ እዩ ግን
ተጋግያ ኣላ ኣቦኣ ብዜና ኣይኮነን ኢሉ። እዚ ከኣ ወዲ ገዛውታ ንዓኣ መቅርብ ማለት እዩ ኦከይ ሽመይ ይተዓቀበለይ ዝብል ሰብ እዩ እዛ ትሪእዋ ዘለኹም እያ እዚኣ ሕጂ ኣብዘላ ኦኬ እዚኣ ሰበይቲ ጆርጆ ትኸውን ዘላ ሰበይቱ ትርሓስ ጆርጆ ኢላ ኣብ ፌስቡክ ትጥቀም ይብል ሕጂ ትርሓስ ጆርጆ ክትብል ዝኸኣለት ስለምንታይ እያ ሽም ኣባ ገዲፋ ብሽም ሰብኣያ ክትጽዋዕ መጀመርያ እቲ ሓቂ ግን ትርሓስ ጆርጆ ዘይኮነሲ ትርሓስ ሲሳይ እያ ትበሃል ኣቦኣ ኣምሓራይ ኣዲኣ ድማ ትግረወይቲ እያ ኣብ ኣድስ ኣበባ እያ ዘላ ኣዲኣ ኣሕዋታ ውን ኣብ ኣዲስ ኣበባ እዮም ዘለዉ ንሰበይቱ ኣሕዋታ ኣቦኣ ኣቦይ ሲሳይ ናይ ደርጊ ወተሃደር ዝነበረ እዩ። ንስኻ ንባዕልኻ ትግራውነት ናይ ሰበይትኻ ኩሉ ሻዕ ትሽፉና ትውዕል እጂ ከኣ እቲ ሰብ ክፈልጥ ኣለዎ እስኻ ሰበይትኻ ትግራወይቲ ስለ ዝኾነት እያ እስኻ ለይትን መዓልትን ንትግራይ ኢልካ ትጣባእ ዘለኻ ብዛዕባ ትግራይ ዛረብ ዘለኻ ስለምንታይ ነቲ ፊቸር ናይ ደቅኻ ትሓስብ ኣለኻ እዚኻ ናትካ መሰል እዩ ወላሓደ ትንክፈካን እዩ ግን ከምኡ ኢልካ ክትግራዮም ውለዱ ካብ ትግራዮም ወጹ ኣባሃጎም ተጋሩ እዩ ኣቦኦም ናይ ደርጊ እዩ ገሌ ናበልካ ኣምሓራ እየን ሶሎ ከምኡ ኢልካ ተዛሪብካ ነርካ ብዛዕባ ኣዱግሪና ከምኡ ኢልካ ተዛሪብካ ነርካ ብዛዕባ ብዙሓት ቆጺርካ ዘይውዱ መጀመርታ ኣነ ከጀምር ሕጂ
እዚ መንእሰይ ተዳሙጽዎ ዘለኹም ኣብ ጀርመን ተወሊዱ ዝዓበየ ኣብርሃም ከሰተ ዝበሃል እዩ ሕጂ እዚ መንእሰይ እዚ ንምንታይ እዩ እንታይ እዩ እቲ ምኽኒት እንታይ እዩ ክትጥቀም ደሊኻ ሰልጠነ ግርማይ ቁፅሪ ዘይብሎም ሰባት ኣብ ፀለመ ተዋፊርካ ዘለኻ ጥቕምኻስ እንታይ እዩ እንታይ እዩ ድልየትካ እዩ ዝብሎ ዘሎ መንእሰይ እኳ እዩ እሞ ከዓ ኣብ ደገ ተወሊዱ ዝዓበየ ኣዳምፁ ጋና እዩ ጋና እዩ ሕጂ ደድሕሪ እዚ ኣረጋይ ሓጎስ እውን ክዛረብ እዩ ኣረጋይ ሓጎስ ኣንጻር ወለዱ ኣንጻር ደቁ ኣንጻር ሙሉእ ስድራ ቤቱ ዝኸይድ ሰብ እዩ ኣንጻር እታ እንኮ ሂወቱ እዩ ዝኸይድ ኣረጋይ ሓጎስ ዝበሃል ፍጡር ኣብ ኣሜሪካ ይቕመጥ ክተዳምፅዎ ኢኹም
ዳራይ ከኣ ብዛዕባ እቲ ውልዲ ናይ ሰባት ሽቃጦ ምግባር ጽቡቅ ኣይኮነን ንሕና ፖለቲካ ኢና ንሰርሕ ዘለና ኣብዚ ብፍላይ ንዓድና ንኤረትራ ተይ ረሲዕካዮ ንስካ ንትግራይ እንኳን ፖለቲካ ትሰርሕ ንዓድካ ንኤረትራካ ፖለቲካ ትሰርሕ ዘለካ እቲ ናትካ ፖለቲካ ኣብ ትገብሮ ዘለካ ኣብዚ እዋን ህማቅ እዩ ብጣዕሚ ስለምንታይ ብዙሓት መንእሰያት ጠፍኡ ኣለዉ ብዙሓት ሰሚዕኹሞ ዶ እዚ መንእሰይ ንምንታይ ኢኻ ብዛዕባ ኤርትራ ክትሰርሕ ዘይትኽእል ብዛዕባ ኣነ ኤርትራዊ እየ እንዳበልካ ኤርትራውያን መናእሰይ ኣብ ደገ ዘለዉ ናብ ጥፍኣቶም ናብ ህልቂቶም እቲ ናትካ ሚድያ ተጠቒምካ መናእሰይ ኤርትራ ጉድጓድ ኩዒትካ ትቐብሮም ኣለኻ እዩ ዝብሎ ዘሎ እኮ እዚ መንእሰይ ኣብርሃም ተኸስተ ይበሃል ኣብ ጀርመን ተወሊዱ ዝዓበየ እዩ ኢማጂን ዳት ክሰምዑ ሓመዱ ምንቅስቓስ ዝጓዓዙ ኣብዚ ዝሓለፈ ዴሞንስትሬሽንስ ዝነበሩ ኣብ ማእሰርቲ እዮም ዘለዉ ብዙሕ ዕዳ መፂእዎም ፕሮብሌም መጺእዎም ካብ ስራሕ ተሶይጎም ኣለዉ ብዛዕብኦም ዛረብ የላኻን ኣብታ መዓልቲ እቲ ፌስቲቫል ምስ ነበረ እቲ ጉዳይ ምስ ነበረ ተምጾም ኔርካ ብራዎ ንፉዓት ኮሪዕና ናበልካ ህጂ ግን ብድሕሪኡ እቲ ናቶም ሽግር ትገልጽ የላኻን ትዝክሮም የላኻን ንባዓል ዋዜማ ክንደይ ተኣሲሮም ዘለዉ ክንደይ ዓመታት ኣብ ማእሰርቲ ብህጂ ሃንደይ ዓመት ክእሰሩ እዮም ዘኪርካዮም ኣይትፈልጥን ስለዚ ኣነ እንታይ ክብል ደልየ ዘለኹ ምንእሰያት ኤረትራ ዓይንኹም ክፈቱ እዚ ኣብ ሚድያ ግበር ዘሎ ነገር ኩሉ የቕኔለይ ዝወደይ ጽቡቕ ኣለኻ ኤርትራውያን ዓይንኹም ክፈቱ እእምሮኹም ሕልናኹም ተቋጻጸርዎ ስምዒትኩም ተቋጻጸርዎ ሰልጠነ ግርማይ ንገንዘብ ይሰርሕ ዘሎ እወ ልክዕ እዩ ስጋብ ኣርብዓ ብርጌድ ንሓመዱ ኣርብዓ ኣይ ቲንክ ኣርብዓን ሓሙሽተን ሰባት ተኣሲሮም ወረቆቶም መንበሪኦም ተሓዲጎም ይዛረብ ድዩ እዚ ሰልጠነ ግርማይ ብዛዕባ እዚ ይዛረብ ድዩ ብዛዕባ ብርጌድ ንሓመዱ ኸ ንምዃኑ ኸ ይሓስቦ ድዩ ብዛዕባ ጆን ብላክ ንሱ እዩ ነሩ ጆን ብላክ ወዝ ዘ ኣንከር ናይ ብርጌድ ንሓመዱ ሎሚ ግልፂ ኢሉ ይሪኦ ኣሎ እንታይ ገደሶ ገንዘብ እዩ ዝእክብ ዘሎ እዚ ገንዘብ ግን ሒዙካ ክኸይድ ይኽእል እዩ ኣይርዳእካን ዘሎ ሕጂ ከኣ ኣንጻር ተጋሩ ከኣ ተሲእኻ ኣለኻ ትማሊ እንታይ ትብል ነርካ ትግራይ ትዕወት ትግራይ ትስዕር ኣንቱም ሰባት እንታይ እዩ ሽግርኩም ኣነ እኮ ወላዲተይ ኣቀዳምነት ንወላዲተይ እዩ ወላዲተይ ወለደይ ማለት እዩ ወለደይ ዘየፍቀርኩ ጎረባብተይ ከፍቅር እዚ ፍጹም ብምንም ተኣምር ናይ ሕልና ስምዒት ኦእሙሮ ዘለዎ ሰብ ዘይኽተሎ ነገር እዩ መጀመርያ ደቅኻ ኣብልዓዮም መጀመርያ ሂወትካ ኣዳላድል ቅድሚ ጎረባብትኻ ምዝራብ ትማሊ እንታይ ትብሉ ነርኩም ሕጂ ከኣ ኣንጻር ተጋሩ ትስኢኹም ኩሉኹም ኩለኹም ሚድያታት ተቃወምቲ ትበሃሉ ዝነኣስኩም ዝዓበኹም ኣንፃር ህዝቢ ትግራይ ከዓ ተሲኢኹም ከምኡ እውን ኣንፃር ኤርትራውያን ኢኹም ዘለኹም እንታይ እዩ ድልዮትኩም እዩ ዋና ነገር እንታይ እየ ዝብል ዘለኹ ድልዮትኩም እንታይ እዩ ይቕፅለ ኣለኹ ብፍላይ ከምዚ ዓይነት ስካንዳል ተምጺኻ ቆልዓ ኣለዎ ኣብ ኢቶፕያ ኢልካ ብዛዕባ ሓደ ሰብ ዛረብ ተኮይንካ እስኻ ጸገም የለን ኣው ኣብ ኢቶፕያ ድኽነት ኣሎ ኣብ ትግራይ ድኽነት ኣሎ ኣብ ኤረትራ ድኽነት ኣሎ ኣው ብቀሊል ሓንቲ ሰበይቲ ክትረክብ ክእልኻ ከምዚ ኢላ መጺኻ ሜዳ ትዛረብ ኣነ ቢለለኹን ሓሶት እዩ ምናልባሽ ኣም ሓቂ ክኹን ክእል እዩ ኣነ ይፈልጦን እየ ብዛዕብኡ ኣነ ወላ ሓንቲ ክፈርድ ኣይክእልን እየ ግን ኣብ ሚድያ ቡልካ ብቀሊል ገንዘብ ክትገብር ምክኣልካ ፈልጡ ኣለኩም ብዛዕባ ሽቃጦ እዩ ምስቲ ናትና ጉዳይ ብዛዕባ ኤረትራ ብዛዕባ ፖለቲካ ብዛዕባ ፍትሒ ብዛዕባ ደሞክራሲ ብዛዕባ ለውጢ ንኤረትራ ወላ ሓንቲ ዝረኸቦ ነገር የብሉን ብዛዕባ ፋሚሊ ትዛረብ ተኮይንካ እዚ ቆልዓ ኣለዎ በዚ እዚ ሰበይቶ ዓሚጹ እዚ ገለ ከምዚ ናይ ካልእ ሰብ ማለት ብዛዕባኻ ብዛዕባ ነብስኻ ምዝራብ ሃማን ብዛዕባ ፕሪቫት ናትካ ምዝራብ ጽቡቅ ኣይኮነን ግን ቁሩብ እተረድኦ ሰብ ብዛዕባ ነብስካ ውልቅካ ነገራት ፕሪቫት ተተዛሪብካ ከምኡ ኣለዉ ብዙሓት ዝገብሩ ግን ብዛዕባ ካልኦት ሕጂ ኣነ ካብ ንፋስ በቃ ኣቶ ብሊና ስእሊ ገይረ እብለኩም ኣቶ ብሊና ዓባያ ኣምሓረይቲ እያ ሽዑ ንሓደ ሰብ ኣነ የምጾ ገንዘብ ከፊለ ብድሕሪት ማለት ኢንተርቪው ይገብሮ እሱ ይብል እዋ ኣነ ምስ ኣልቢና ብሓንሳብ ዓቢና ካብ ፈልጣያ ካብ ከረን ብሓንሳብ ኔርና ኩሉ ሻዕ ፈልጣያ ዓባያ እሳ ኣምሓሪት ኢያ ከምዚ ኢላ መጺኣ ከምዚ ኢላ ኣትያ ትወዲኣ ሽዑ ኩሉ ሰብ መጺኡ ይርእየልካ እቲ ቪድዮ እሳ ከኣ ከመይ ጌራ ጭርት ተምጽእ እሳ ወጺኻ ትዛረብ ንዓይ ትጸርፈኒ ከምኡ ኢላኒ ግን ገንዘብ ይእክብ ህጂ ሰልጠነ ገብሮ ዘሎ ክመስል ኣለዎ ሓቃ ይሽ። እሱ ገንዘብ ለሚዱ ራንድዒ እንታይ ጸገሙ እጂ ኣብዚ ዩቲብ ብዙሕ ሕማቅ ነገራት ገብር ኣሎ ንስኩም ተኪኢልኩም ተዛረቡ እቲኦም ንዑ ዝቀርብዎ ሰባት እዚ ጽቡ ኣይኮነን እሱ ከምቲ ቀደም ገብሮ ዝነበረ ንኣጋይሽ ኣምጺኡ ንዓካ ሰሚዐካ መደብ ዘርጊሕካሳ ሃማም ብዛዕባ እዚ ጉዳይ ንስማዒ እስኪ ነሽነሽ እንታይ ይብል ኣሎ።

ዝመጽእ እቲ ዝገደደ እቲ ዝኸፍአ ስለ ዝኾነ ኣዳምጽዎ። ኢኹም ብሓፈሻ ግን እዚኣ ትመስል ኔራ ሕጂ ኣረጋይ ብዛዕባ እዚ እንታይ መልሲ ኢዩ ክህብ እንታይ ኢሉ ኢዩ ክዛረብ ገለ ኢለ ኣነ ይጽበዮ ኔረ እሱ ዝሃባ መልሲ ድማ ቅሩብ ደቓይቕ እሞ ንስማዕ ኣሕዋት። ክሳብ ከምኡ ኮንኩ ደሓር ሓንቲ ነገር ንዓይ ዝፈልጠኒ ክነግረኩም። እዚ ኣረጋይ ሓጎስ ይበሃል። ጓል ጽብቅቲ ደስ ኢላትኒ ነይራ ትግራወይቲ ኣንተዳ ሰሚዐ ዝሃድም ነይረ ነቨር ኤቨር ትግራወይቲ ኣረጋ ሓጎስ ኣውጺኡ ኣይሰምዕን እኮ እዚኣ ከኣ ከም መትከል ካብ ቀደም ካብ ህጻነይ ማለት እዩ ኣረጋ ሓጎስ ትግራወይቲ ነይራ ዓርኩ ዝብለኩም ኣይትረኩን ኣብ ናይ ግዜ ንእስነት መልከዐኛ እየ ክፉእ ኣይኮንኩን ኣነ ወዲ ሓቆር ኣድጊ ኣይኮንኩን ኦኬ ግን ኣብ ግዜ ንእስነት ትገብሮ ነገር ኣሎ ኩሉ ሰብ ዝገብሮ

እዚ ኣረጋይ ሓጎስ ብሂወት ከሎ ዝንቀሳቀስ ሬሳ እንድዩ ደሓን ግደፍዎ ከምኡ ኢልኩም ውሰድዎ ግን ናቱ ኣይኮነን ዘሕስበኒ ዘሎ ናይ ኣረጋይ ሓጎስ ጽልኢት ኣብ ልዕሊ ፍጡራት ጽልኢት ኣብ ልዕሊ ተፈጥሮ እሱ ኣይኮነን ዘሕስበኒ ብሓቂ እቲ ወዲ ከበሳ ከምዚ ኣብ ደሙ ድዩ ኣትይዎ ዘሎ? ኣብ ደሙ እተሳራጸወ ነገር ኣሎ እቲ ወዲ ከበሳ ማለት እኮ እዩ። ማለት ጽልኢት ናይ ተፈጥሮ ከመይ ጌርካ ተፈጥሮ ትጸልእ? እዚ እኮ ኣምላኽ ዝፈጠሮ እኮ እዩ። ደቂ ሰባት እኮ ብማዕረ እኮ እዩ ፈጣሪ ፈጢርና። ጸሊም ጻዕዳ ብጫ እ ቀይሕ ኮታስ ተፋላለየ ሕብሪ ሓደ ፈጣሪ ዝፈጠረና እዚ ተፈጥሮ እዩ ተፈጥሮ እዩ ከመይ ገሩ ሓማሴን ኣኮለጉዛይ ሰራየ ተፈጥሮ ፅልኢት ኣብ ተፈጥሮ ኣለዎም ኢልካ ትኣምን ዶ ትኣምኒ ዶ ኣነ ኣይኣምንን ኣነ ኣይኣምንን ምክንያቱም ኣነ እውን ካብቲ ሕብረተሰብ ተወላዲት ስለ ዝኾንኩ ኣነ እውን በባሓጎታተይ ነባሓጎታተይ ኣባሓጎታቶም ዘዕበዩኒ ስለ ዝኾነ ኣብ ገዛይ ተማሃርክዎ ነገር ስለ ዘሎ ብዛዕባ ሰብኣውነት ብዛዕባ ተፎጥሮ ስለ ዝምሃሩኒ ኩሉ ወዲ ከበሳ ካብ ተፎጥሮ ወጺኡ እዩ ዝብል እምነት የብለይን ከም በዓል ኣረጋይ ሓጎስ ግን እወ ብቃሎም እኮ እዮም ዛረቡ ዘለዉ እወ ፅልኢት ኣሎ እዚ ፅልኢት ግን ሓደ ሓደ ምናልባት ተጋሩ ክስምዖም ይኽእል እዩ ኣነ ይስምዓኒን እዩ እዚ ናይ ኣእምሮ ምዝባዕ እዩ ከምዚ ዝዛረብ ወይ ከዓ ክንዲዚ ዝኣክል ፅልኢት ዘለዎ ሰብ ናይ ኣእምሮ ምዝባዕ ዘለዎ ሰብ እዩ ኩሉ ህዝቢ ከበሳ ግን ፅልኢት ኣለዎ ኣብ ሕብረተሰብ ትግራይ ዝብል እምነት የብለይን ኣነ ብሓፂሩ ኣብ ሕብረተሰብ ትግራይ ፅልኢት ኣለዎ ክትብሉ ከለኹም ነብሱ ዝፀሊ እዩ ሳምዋን ሁ ሄት ደምሰልፍ they have so much hatred ትዎርድ ደምሰልፍ ኢስ ናት ንትግራይ ንሂወቶም እዮም ዝፀልኡ ነታ እንኮ ሂወቶም ምእንቲ እዚ እኮ እዩ ሓደ ኢሳያስ ኣፈወርቂ መራሒ ሃገር ኤርትራ ትግራዋይ ትግራዋይ ትግራዋይ ትግራዋይ ዝብሉ ዘለዉ ሓሙሽተ ተጋሩ ይገዝኡና ኣለዉ ይብሉ እንቱም ሰባት ግደፍዎ እሞ ናብቲ ትግራይ ዘሎ ህዝቢ እቲ ዝገዝኦም ዘሎ እቲ ዘመሓድሮም ዘሎ ኣብ ኣስመራ ሓሙሽተ ተጋሩ እዮም እኮ ኢሎምና እሞ እዚ እንዳፈለጡ ከዓ እንታይ ይብሉ ብውሽጣ ውሽጢ ወዲ ኣፎም ወዲ ኣፈወርቂ ይብልዎ። ኢሳያስ ግን ተመስገን ፈጣሪ ደም ስለ ዘለዎ ናይ ትግራይ ደም ጠብታ ዘለዎ ከዓ ኣብ ሙሉእ ኢትዮጵያ ትግራዋይ እንድሕር ኮይኑ ብዘይ ትምክሕቲ እየ ክነግረኩም ንምሳሌ ሕጂ ኣዶናይ ብርሃነ እዚ ቲክቶከር ትርእይዎ ኣለኹም ደቶም ሀርሜላ ኣረጋዊ ሪኢኹማ ኢኹም ትግራወይቲ ስለ ዝኾነት ኢን ሚልየን ኣኸቲላ ትግራወይቲ ስለ ዝኾነት እዚ ኮነሬል ደመቀ ዘውዱ ዝበሃል ትግራዋይ ስለ ዝኾነ ብምሉኡ እቲ ኣምሓራይ እንታይ ኮይኑ በቃ ኮነሬል ደመቀ ዘውዱ ንሱ እዩ ወላዲና ኢሎም ንምንታይ ናይ ትግራይ ደም ጠብታ ስለ ዘለዎ ኢሳያስ ኣፈወርቂ ከዓ ናይ ትግራይ ደም ጠብታ ስለ ዘለዎ ኦፍኮርስ ሂዝ ፓወርፉል ኖ ኮሽን እኮ እቶም ሓሙሽተ ተጋሩ ደኣ መን እዮም ንምንታይ ከዘየውርድዎም እንድሕር ንሳቶም ሰለስተ ሚልዮን ኣርባዕተ ሚልዮን ንሕና ኤርትራውያን ደቀባት ኢና ዝብሉ እንድሕር ኮይኖም ንምንታይ እዮም ነቶም ሓሙሽተ ተጋሩ ዘመሓድርዎም ዘለዉ ንምንታይ ዘየውረድዎም ኢልካ ሕቶ ክተቕርብ ትኽእል ኢኻ እቲ ሕቶ ግን ሓቀኛ ሕቶ ስለ ዘይኮነ እዩ ክወርዱ ዘይከኣሉ መን እዮም ከተም ሓሙሽተ ተጋሩ ዝበሃሉ ዘለዉ ቀዳማይ ኢሳያስ ኣፍወርቂ እዩ ካልኣይ ሓጎስ ክሻ እዩ ሳልሳይ የማነ ገብረኣብ እዩ ራብዓይ የማነ ገረመስቀል እዩ ሓሙሻይ ጠዓመ መቀለ እዩ እዚኦም እዮም ሓሙሽተ ተጋሩ እዮም ዘመሓድሩና ዘለዉ ኢሎም ብፍላይ እዞም ኣብ ደገ ዘለዉ ንሕና ኤርትራውያን ኢና በሃልቲ እዞም ሓሙሽተ ተጋሩ ኣይኮኑን ህዝቢ ኤርትራ ግን ዘጽንትዎ ዘለዉ እዚኣቶም ኣይኮኑን ዘጽንትዎ ዘለዉ ንህዝቢ ኤርትራ ባዕሎም ወለዶም እዮም ደቆም እዮም ደቂ ደቆም እዮም ኣባሓጎታቶም እዮም ዘጽንትዎ ዘለዉ ንህዝቢ ኤርትራ ጋና ጋና ጋና ኢሳያስ ከይተወለደ ኢሳያስ ኣፈወርቂ እኳ ኣይተወለደን ቅድሚ ሚእቲ ክልተ ሚእቲ ዓመት እኳ ኣይተወለደን ኢሳያስ ኣፈወርቂ እዚ ታሪክ እዚ እኳ ኣነ ፈልጦ ኣነ ፈልጦ እየ እስኪ ንዑ ገጠሙኒ እስኪ ንዑ ግጠሙኒ ብመርትዖን ብጭብጥን እንድሕሪ ኢሳያስ ይቐትል ኣሎ ኮይኑ ነጊረኩም እየ ሕጂ እውን ብቐጻሊ ክገልጾ እየ እዚ ኢሳያስ ወለዶ ይቀተለን ደቆ ይቀተለን ደቂ ደቆ ይቀተለን ኣሓቱን ኣሕዋቱን ኣይቀተለን ደቂ ሓዉ ኣይቀተለን ወለዱ ኣይቀተለን ኣባሓጎታቱ ኣይቀተለን መን ኢሳያስ ኣፎርቂ መራሒ ሃገረ ኤርትራ መን ዳዩ ዝቀትል ዘሎ እቶም ላዕለዎት ሰበ ስልጣን ህዝባዊ ግንባር ኣንስ ኣንስቶም ኣእሲሮም ኣቕቲሎም ደቆም ዘዘኽ ኣዘ ምንታይ እዩ ዝበሃል ምዝኽታም ኣዘኽቲሞም ምስቲ ስርዓት ዝዕንድሩ ዘለዉ እቶም ንሕና ኤርትራውያን ኢና ዝብሉ እዮም ኢሳያስ ኣይኮነን ሰውእተን ላዕለዎት እየ ዝብል ላዕለዎት ፅፍሒ ላዕለዎት ሰበ ስልጣን ህዝባዊ ግንባር ደቂ ኣንስትዮ ሰውእተን እሲረን ደቀነ ዘኽቲመን ምስቲ ስርዓት ናይ ኢሳያስ ኣፈወርቂ ዝዕንድራ ዘለዋ ንሳተን ደኣ እምበር ንሳቶም ደኣ እምበር ኢሳያስ ኣፈወርቂ ኣይሕተትን እዩ በዚ ይብለኩም ኣለኹ ኣነ ኣይሕተትን እዩ በዚ ኣነ ዝሓቶ ንኢሳያስ ደቁ እንተቐቲሉ ኣነ ኢሳያስ ኣፈወርቂ ዝሓቶ ደቁ እንተቐቲሉ ደቂ ደቁ እንተቐቲሉ በዓልቲ ገዝኡ እንተቐቲልዋ እንተእሲርዋ ወለዱ እንተቐቲሉ እንተእሲሩ ኣባሓጎታቱ እንተ ቐቲሉ እንተ እሲሩ ኢሳያስ እወ ከጋልጾ እየ ከቃልዖ እየ ንኢሳያስ ኣፈወርቂ ኢሳያስ ኣፈወርቂ ግን እዚ ተግባር እዚ ኣብ ልዕሊ ሙሉእ ስድራ ቤቱ ኣይፈጸመን የቐንየለይ